ደሓን ዶ ሓዲርኩም እዚ እደወል ንእሮራ እዩ መዓልትኹም ቅሱን ወፍርኹም ስሱን ይኹን ብምባል ክንጅምሮ እንሆ ነዚ ቅዱስ ዕለት ዝተሓርየ ምሩፅ ጣዕሞት ነቕርበልኩም ኣለና ነዚ ሚድያ ሳብስክራይብ ብምግባር ሰናይ መዓልትኹም መስስዎም እዚ ዕለት ኣብ ታሪኽ ዓለም ካብቶም ኣዝዮም ዝተኸብሩ ዕለታት እዩ። ምዕራባዊት ኣክሊል ኣፍሪካ ጸላም ኣልማዝ ማዕኸን ታሪኽን ያታን ሃገረ ቡርኪና ፋሶ ከምዚ ዕለት ጽላል ናጽነታ ተጋሃደም ከዋኸብቲ ሰማይ ኣብ ምድሪ ምዕራባዊት ዕንቁ ደመቑ። ወጋሕታ፣ ዕስራን ትሽዓተን ሓምለ ሽሕን ትሽዓተ ሚእትን ሓምሳን ክልተን ዓመተ ምህረት እዩ። ኣዕዋፍ ከተማ ኦዋጋዱጉ መዝሙረን ምሰድመቓ ኣብያተ ጸሎት ቡርኪና ፋሶ ምህላእን ምሰዕረጋ እንሆ ሰናይ ዜና ኣብ መላእ ሰማያት እታ ሃገር ዘንበየ። ሓዱሽ ወረ፣ ትኩስ ነገር፣ ልቢ ሚልዮናት ዘረስርስ ጥዑም ዜና። ኣርዑት ባርነት ተሰይሩ፣ ወረ ናጻ ሃገር ዜና ሓራ ምድሪ ተበሲሩ። ቡርኪና ፋሶ እታ ብገዛእታ ላዕለዋይ ቮልታ ተሰሜት ክባር ዓዲ ካብ ምኽንባት 19 ክፍለ ዘመን ጀሚሩ ንብርክት ዝበሉ ዓሰርተታት ዓማውቲ ኣብ ኣርዑት ባርነት ፈረንሳይ ተጸሚዳ ቅዱስ ህዝባ ንሓሳረ መከራ ርሑስ ምድራ ንብኽነትን ጉሕለትን ተዳሪጉ ጸኒሑ ኣብ መወዳእታ ሽሕን ትሽዓተ ሚእትን ስሳታት ህዝቢ ቡርኪና ፋሶ ብደቁቅ ምሓደር ዓመፅ ምስ ጀመረም በዓልቲ ኣርዑት ፈላፂት ቆራፂት ዝነበረት ሃገረ ፈረንሳይ ደግቲ ዓዲ ናብ ስልጣን ኣምጺኣ ብኢደ ዙር ክትገዝእ ሓሰበት። ላዕለዋይ ቮልታ ብደቃ ትመሓደር ግዝኣት ኮነት። መረፃ ተገብረም ደቂ ኣፐር ቮልታ ናብ ስልጣን መፁ። እምበኣርከስ መሬት ወገግ ክብል ጸዳል ሰማያት ክቕደድ ዝጀምር ኣብዚ እዋን እዩ። ሞሪስ ያምዮጎ እቲ በኹሪ ወደይ ቀዳዲ ጎህ ናጽነተይ ትብሎ ፍራብራ ኸዓ ብመረፃ ህዝቢ ናብ መሪሕነት መጸ 29 ሓምለ 1952 ዓ ም ረፋድ ኣብ ጎደናታት ላዕለዋይ ቮልታም ሓደ ዘደንግጽ ግን ድማ ልቢ ሚልዮናት ዘተርክስ ብስራት ተነግረ። ላዕለዋይ ቮልታ ካብዚ ዕለት ጀሚሩ ብዕሊ ካብ ኣርዑት ባርነት ፈረንሳይ ነፃነት ኣወጀት። ባንዲራ ፈረንሳይ ካብ መናድቕ ኣብያተ ጽሕፈት ተኣልየ። ኣርማ ንቡር ታሪኽ ምልክት ሕቡር ቀላጽም ቡርኪና ፋሶ ዝኾነ ባንዴራ ላዕለዋይ ቦልታ ኣብ ነዋሕቲ መሳቕል ተንበልበለ። ስቕታ ክልተ ወለዶታት ፈንድአ።

ጉልበቱ ብነጻ ህይወቱ ብሃረጻ ዝሰልከ ሓረስታይ ቡርኪና ፋሶ ደዮኡ ኣውሊቑ ልባስ ናጽነቱ መሊሱ ቀጣን ዘንግ በትርን ረቃቕ ኣርማ ሃገርን እናንበልበለም ኣብ ጎደናታት ኣቦታቱ ሻደነ ላዕለዋይ ቮልታ ካብ ንቑሕን ዘይንቕነቐን ኣዒንቲ ገዛእት ፈረንሳይ ንስለምለጠት። ከተማ ኦዋጋዱጉ ንብዓት ብዝዓብለሎም ድምፅታት ታሕጓስ ኣዕለቕለቐት። መኻይን ተሰለፋ። ታሪኻውያን ከየንቲ ማይክሮፎን ዓተሩ። ባህላዊ ምርኢታት ተብረቕረቑ። ቡርኪና ፋሶ እታ ካብ መልሓስ መራሕትን ሚድያታትን ተኸዊላ ዝነበረት ዓባይ ሃገር ኣርእስተ ዜና ሚድያታት፣ ዓምዲ መጽሔታት፣ ስግኣት ገዛእትን መናገሪ መርሓትን ኮይና ውዓለት። እታ ተጋዳላይ ናጽነት ቶማስ ሳንካራ ነፍሱ ዝሃበላም ኢብራሂም ትራኦሬ ዝተወልደላ ምድሪ ወያነ ማሕፀን ተጋደልትን ገስገስትን ቡርኪና ፋሶ ከም ሎሚ 29 ሓምለ 1952 ዓመተ ምህረት ናፃ ሃገር ኮይና ብበኹሪ ውሉዳ ሞሪስ ያሚዮጎ ካብ ኣርዑት ባርነት ናፃ ወፂኣ ዓለም እንተተዛርብ ወሊዳ ዘይትርብርብ ወላድኖ ላዕለዋይ ቮልታ ብ1976 ዓ ም ድማ በቲ መመክሒ ገስጋስ መፀውዒ ገድሊ ተጋዳላይ ናፅነት ቶማስ ሳንካራ ድማ

ደቀይ ሃገርስ ኣብ ልቦና ንኡሳት ደቃ እያ ትዕምብብ እሞ እንሆ ዘንግን ዘውድን ኢሎም ናጽነትን ክብርን ዝባረኹሎም እዞም ናጽነትን ትምህርትን ዘይተዓደሉ ናብ ልቦንኦም ክመልሶም እቶም ዓድን ናጽነትን ዝተኸልኡ ድማ ባህጊ ልቦንኦም ክሰምር ንምነ። ፍቑራት ስድራ ሮራ እቲ ንሎሚ ዝተኸትበ ደወል ሮራ እዚ ነይሩ። ኣብ ቀጻሊ ክቐርበልኩም እትደልይዎ እንተሃልዩ ኣብ ሓሳብ መውሃቢ ሳንዱቕ ጽሓፉልና። ንስለ ፍቕርኹም ካብ ልብና መስግን። ሰናይ ወዓሉ።